ትኸውን ነገር ግን እቲ ሎሚ ዝስማዕ ዘሎ ስነጥበባዊት ፌቨን ሳህለ ዓርሳ ኣጥፊኣ ሰላም ሰላም ክቡራት ተኸታተልቲ እምበኣርከስ ከምቲ ልሙድ ሎሚ ድማ ንዓኹም ይምጥኑ ዘልኩዎም ቪድዮታት ተቀሪበ ኣለኹ እምበኣርከስ ክቡራት ተኸታተልቲ ኣብ ሎሚ ናባኹም ከብሎ ቀሪበዮም ዘለኹ ቪድዮታት ድማ ኣብ ዝሓለፉ ብፍላይ ድማ ሎሚ ቀነ ሞት ጉዳይ ወዲ ስነጥበባዊ ፌቨን ሳሃለ ኣጋጢሙ ነይሩ ሕጂ ድማ ንበዓላ እውን ኣብ ኣዝያ ከቢድ ፀገም ከም ዘላ ነይታ ዝብል ሓበሬታ ድማ እንዳተዘርግሐ እዩ እዚ ጉዳይ ድማ እንታይ ይመስል ናባኹም ከብል እየ ካልኦት ቪድዮታት ድማ ብፍላይ ነዚ ንዓኹም ይምጥን ዘልኩ ስሕቁ ዘምህሩ ብፍላይ ድማ ሕጂ እውን ኣብ ቲክቶክ ማለት እዩ ሓደ ወዲ እንዳበኸየ ክቐትሉኒ ኢሎም ኢሉ ሓደ ኤርትራዊ ተዛሪቡ ኣሎ ንሱ ኸ እንታይ ኮይኑ እዩ ዝብል ናባኹም ከብለይ ማለት እዩ ሳብስክራይብ ዝገርኩም ትካትሉና ሳብስክራይብ ምጋር ቤተሰብ ክነኩ ክለኩም ይደሊ ምክንያቱ ሓድሽ ሓበሬታ ክረክብ ከለኹ ናባኹም መታን ቀልጢፉ ክበፅሕ ናይ ድማ ዓብዪ ምትባዕ መታን ክኾነኒ ሓቢርኩም ንፅንሑ ኣታ ሲኣ ክትመፅእ እንዳ ወደይ ባዕ እደ ጋይስ ደቂ ኣንስትዮ ብባህረን ዘይግደሰለን ወዲ እየን ዝፈትዋ ኣታ ብጥም ሞቲቬሽን ዓሰርተ ወዳት እንተልው ልኩም ኣለኹ ኣነ እቶም ትሽዓተ ኢዶም ሰሪዶም ሰላም እንተይሎማ እቲ መበል ዓስራይ ብዓይኑ ጥራይ ከሎ ኢልዋ እንተኸይዱ እቲ ሓንጎላ እንታዲኡ ኮይኑ ብኢዱ ሰላም ዘይበለኒ ኢሉ ብዛዕባኡ ጥራይ ከም ድሓስብ እዩ ዝገብራ ዝዝራ ማሺ እምባ ማሺ ስርሐይ መፂኻኒ መፅኒ ሕጂ መፂኻ ማን ይመፅዕ

ቆፂርካ ከምዚ ትገብር ኣታ ወዲ ግደፍ። ስለምንታየን ደቂ ኣንስትዮ እሺ። ኩሉ ግዜ ኣብ ቆዮቛ ዝስዕራ ንኣን ኣወዳት? እሺ። ወዲ ተባዕታይ ሽግር ምስ ተፈጥሮ ወይ ጸገም ምስ ተፈጥረ እዩ ምቁያቕ ዝጅምር፣ ምዝራብ ዝጅምር። ኦኬ፣ ጸገም ምስ ኣዋልድ ተፈጥረ። ግን ቅድሚ ሰለስተ ኣርባዕተ መዓልቲ እቲ ቆዮቛ ተጀሚሩ ኣሎ። ግን ብኣፍ ኦኬ። ኣይኮነን፣ ኣብ ርእሳ እዩ። ኣብ ርእሳ ተጀሚሩ ኣሎ ኢሉ ተሰላስል ኣሎ። ኦኬ እቲኣ ምስ በለኒ እቲኣ ክብለ እቲኣ ምስ በለኒ እቲኣ ኩሉ ነገር ዜጋታትካ ኩሉ ነገር ትእክብ ትእክብ ትእክብ ሽዑ ተዳልያ ኣላ መዓስ ከም ትጅምሮ ክማ ሰምታይምስ ትፈልጥ እያ ትቆየዋ ማለት እዩ ስትራተጂ ገይራ እያ ትቆየዋ ፕላን ተገይሩ እዩ ኩሉ ነገር ዳትስ ዋይ ብዙሕ ግዜ ኣወዳት ንሰዓር ዘለና ኣብ ቆየዋ ኣብ ሰሪ ኣዋል እዚ ዝብሎ ዘለኹ ሓቂ ድዩ ኣብ ኮመንት ከመይ እዩ ሓቂ ድዩ ተዳሊኽኒ ክንፀንሓ

ምክንያቱስ ኣነ ን ሕጂ እንድኣ ተላልየ ኣለኩ ኮይነ ሕሉፈይ ኣይገድሶን እዩ ከመይ ነይረ ከመይ ኣለኩ ከመይ ይነብር ነይረ ገለ ማለት እዩ ካብታ ኣነ ዝቀረብክዎ ግን ካብኣ እዩ ንዓይ ክመዝነኒ ዘለዎ ወይ ገለ እዚ ናይ ሕሉፍ ግን ሕሉፍ እዩ ኦረዲ ሕሉፍ ኣይንመልሶን ኢና እንተ ሓሊፉስ ሓሊፉ እዩ ኣይትመልሶን ኢካ ስለዚ ስለምንታይ ኢካ ንድሕሪት ተመሊስካ ብዛዕባ ናይ ሕሉፍካ ንሰብተሉ ከምዚ ዘይኮነሉ ኣብ ፍቅሪ ዘይኮነሉ ሰብ ከኣ እኮ ኣሎ ንስካ ደሊካ ቀሪብካዮ ከለካስ እቲ ሰብ ግን ካልእ ተንኮል ሒዙ ዝመጽእ እሞኒ ምሽ ከምዚ በቃ ብሂግካዮ ዝነበርካስ ተኮሊፉ የብለካ እሞ ኣነስ ከምዚ እየ ነይረ ኢልካ ነቲ ሰብ ሽዑ ምስ ኣዕለልካዮስ ነታ ናትካ ቡኮ ተጠቂሙ ዝኮነ ነገር ከብለካ እኮ ይክእል እዩ ስለዚ እቲ ሕሉፍ ከም ሕሉፍ ይከይድ ካብቲ ዘሎ ካብታ ዝጀመርካላ ግን ሂወትካ ከኣ ትቅጽል ማለት እዩ ምስቲ ሰብ ኣምላክ ተፈቂድዎ ኣብ መርዓን ደርዓን ውላድን ትበጽሕ ኣምላክ ኣይፈቀዶን ከኣ ወወገንካ ትሕዝ።
እስኪ ንስኻትኩም ከ ሕሉፍካ የገድስ ድዩ እንታይ እዩ ኣነ ኳ የገድስ እዩ እንድየ ዝብል ኣባና ብፍላይ ኣብ ሓበሻ ክኸውን ከሎ ሕሉፍካ ምጉደፍ ኣብ ናትካ ሂወት ሕሉፍካ ሕሉፍካ ግድን ግድነት እዩ ከገድስና ኣብ ናትካ ሂወት ቤንካ ይኹንካ ትወስን ወለድኻ ፋሚሊ ኣዕሩኽትኻ ግዴታ ኩሎም የገድሶም እዩ ሶ ናትካ ሕሉፍ ጥራሕ ከይኮነስ ናይ ፋሚሊኻ ሕሉፍ ይዝፅናዕ ናይ ፋሚሊኻ ድሕረ ባይታ ናይ ኣዕርኽትኻ ኮታስ ብዙሕ ነገር ይፅናዕና ኣብ ሓበሻ ክትኸውን ከሎ ናትኻ ወይ ድማ ናይ ውልቀ ሂወት የለን ፈቲኻ ፀሊእኻ የገድስ እዩ ኢለ ይኣምን ኣነ ኤንደን እና ኣብ ምናልባት ቀዳማይ ዓለም ዘሎ ኢሮፓ ኤሜሪካ ተኮይኑ ሜቢ ክኸውን ይኽእል ኣብኡ ሕሉፍ ዘየገድሶም ክኸውን ይኽእል ሎጂካሊ ክኸውን ይኽእል እዩ ሕሉፍ ኣየገድስንዎ ግን ኣብ ናትና ሓቡሸይ ሕቡሸይ ንፋለጥ ኢና ግደፉ
ሰጉል ፍቕርካ ግለፀላ ወድሾ ፅቡቅ ቅድሚ ምግላፀይ ቀዲሙ ኩሉ ግዜ ናተይ ኣጋለልፃ ብመዓኮር እዩ ዝጅምር ወዳ ሃይለ ኢዳ

እቲ ገጻ ወላ እንድሕር ርኢኻዮ እንታይ ይረኣየካ? ሰላም ይረኣየካ? ፍንጫ ከ እንታይ ይረኣየካ? እባካ ከምዚ እምባሴራ ምሽ ኣሎ ኣብ ላዕሊ ኮንካ ንኩሉ ትሪኦ ኣብዚ ብላዕሊ ኮይና ንኩልና ኮንትሮል ትገብረና ኮይኑ ስማካ ሕጂ ፀጉራ መልክዓ ከ ብራውን ስኪን እዚ ብራውስኪ ብሮ ፍቅሪ ግለፀለይ ኣለካ እምበር ትርብዒት ናይ ኤርትራ ነገርን ንስፍሓት ናይ ኤርትራ ነገርን ብዛዕባ ፍቅሪ እባ ተዛረብ
እስኺ ሽምዓ ናይ ህይወት እየ ማለት ሰገን ማለት
ሕቡሸ ግን ሽምዓ ይተጠቐሙ ሽምዓ ኩ ቀልጢፉ እዩ ዝውዳእ ግደፉ
ማዕኮረይ ክጠርጥ ልበይ ክሕጎስ ዝገብር ስኺ
ጉደይ
ኣነ ብጣዕሚ እየ ዝፈትወካ ብጣዕሚ እየ ዘኽብረካ ክንዲ እሺ። ኩሉ ነገረይ ሓወይ ናይ ስደተይ ኩሉ ነገረይ መምህረይ ብፃየይ ኣኮይ ኩሉ ነገረይ ክብረት ሃበለይ ግን ሓፍትና ኸይ? ከይትጠረጥ በዳን ቴንክ ዩ ወዲ መን- መን- መን ዘይጠር እስኸ ዝጠርጥን እዩ ይጠረጥዎማ ኣብ ላይፍ እንድጠረጥ ዘሎ ስብ ቅድሚ ሰብ

ንኩልኩም ሳብስክራይብ ግበሩ ማሓንሳብ ንሓንሳእ እሺ ጀዲዳ ብዝኾነ ንዓኻ እየ ንኡሰይ ሓወይ ዓርከይ መዘናይ መተዓቢተይ መሳደተይ
ቃንዛ ፍቕሪ ከመይ ምዃኑ ርደኒ ስለ ዝነበርኩዎ ካባኹም ዶኸፎኻ ክንደይ ኣለዉ ኣብ ውሽጦም ገይሮሞ ፀይሮሞ ድኸዱ ብዙሓት ኣለዉ ሓደ ነገር ኣነ ከዘኻኽረኩም ጓል ኣንስተይቲ ሓንቲ ግዜ ኖ እንተኢላ ኖያ በቃ ብተፈጥራ በቃ ኖ እንድሕር ኢላ ኖያ ክንዲ ዝገበርካ ግበረላ ክንዲ ዝተዛረብካ ተዛረባ ክትቅይራ ኣይትኽእልን ኢኻ እቲ እንኩ ክትቅይሮ ትኽእል መን እዩ ተልካ ንነብስኻ ስኻ ጥራይ ኢኻ ስለዚ ደድሕሪኣ ክትከይድ ክትብል ንዓኣ ዋጋ ክትከፍለላ ክትብል ንዘይትቕይሮ ነገር ኣዲኤን ደደይ ኣብ መወደት ንነብስኻ ስኻ ጥራይ ኢኻ ትከስር ስለዚ ዓርክኻ ኣሎ ጎንኻ ሓውኻ ኣሎ ጎንኻ ኣዴኻ ኣላ ኣቦኻ ኣሎ መታዓቢትኻ ኣሎ ኣብ ውሽኻ ዘሎ ቃንዛ ተዛረቦ ፕራውድ ኮይንካ ኮሪዕካ ተዛረቦ ውሽኻ ዘሎ ቃንዛ ኣውፃዮ እንዳነባዕኻ ከማ ስለዚ ሉክ ኣፕ ዩርሰልፍ ንነብስኹም ረእዩ ቅድሚ ዓሰርተ ዓመት ዕስራ ዓመት ዝነበረካ ራእይ ዝነበረካ ሕልሚ ኣቢልካ መስበሳ እንታይ ሕጂና ከም ሽንዲ ንድሕሪ ትምለስ ኣለኻ ተጠቀመሉ ባ ኣብ ዝብጻሕ ምስ በጻሕኩ ንነብሰይ ከምዚ ክገብረላ እየ ነደይ ከምዚ ክገብረላ እየ ንሕዋተይ ንስድራቤተይ ከምዚ ክገብረሎም እየ ትብሎ ነበር ዳራብ ሕጂ በጺሕካ ዳኢድካ ተንሳሕ ዘለካ ደኣ ኣንታ ኣድጊ ተበራብር ተስእ ብዕራይ
ባይዘይ ማለት እዩ ትክክል እዩ ብዙሕ ግዘ ብፍላይ ኣይ ቲንክ ኣወዳት ኣብ ፍቅሪ ወይ ግድነት እንዲ ሰብ ከፍቅር ይኽእል እዩ ሶ ምስ ኣፍቀርካ እንድሕር ዘይኸውን ኣይኾን እዩ በቃ ፈቲኻ ጸሊእኻ ትቕበሎ እንታይ እዩ ዝበለ እዚ ካብ ሎጊባ ዝሰማዕኳ ሓንቲ ዘረባ ነይራ እዚ ቶማስ ኣላዛር ኣብ ደርፉ ዝበላስ ኢልካ እዚ እወ ዘኪረያ ሶሪ እዚ ናትኪ ፍቅሪ ኣሽን ኮነ ናትኪ ፍቅርስ ናብ ሞት ኣደ እኳ ዝርሳዕ ትብል ደርፊ ኣላቶ ኣይ ቲንክ ሶ እቲ ዝኸበደ ነገር ኣብ ሂወትካ ኣፍቂርካ ትኸውን ትኽእል ኢኻ ግን ናታ ፍቅሪ ካብ ምርሳዕ ብዝዛይድ ናይ ወላዲት ኣዶ ሞት እውን ኣሎ ግደፎ እሞ ንስኻ እውን ክትመውት ኢኻ ፅባሕ ንጎ ፈቲኻ ፀሊእኻ ንሱ እትቕበሎ ይርሳዕ ይሓልፍ እዩ ሶ እቲ ዘ ሕጂ ዘለኻዩ ስምዒት እውን ሕማቕ ስምዒት ክሓልፍ እዩ ሶ እመነሉ እዚ ጀዲዳ ሚእቲ ፐርሰንት ገሊፅዎ ኣይ ኣግሪ ምስ ጀዲዳ ማለት እዩ ሶ ክሓልፍ ምዃኑ ኣሚንካ እቲ ቅድሚ ሕጂ ዝነበረ ፕላንካ ጌርካዮ ዲኻ ንወላድታ ዲኻ ንኣሕዋትካ ኮታስ ንነብስኻ ኣብቲ ትደልያ ደረጃ ኣብፂሕኻያ ዲኻ እቲ ፕላንካ ኣይትረስዓዮ ፅባሕ ንጎ እቲ ስምዒት ሱ ክጠፍእ እዩ በቃ ንሳ እንተዘይደለየት ኣይደለየትን ሶ ንሳ ዘይደለይቶ ፍቅሪ እዚ መርሓባ ኢላትካ እውን ፅቡቅ ክስምዓካ ኢላ ይግምትንና ፕሊስ ፕሊስ ስምዕዎም ምርዳእ እኳ ንእሽ ተፀገመለይ እንዲ ኣነ ግን ናይ ልበይ ተዛሪብለይ ጀዲዳ ካሜራማናት ማለት እዩ ካሜራማናት ዝኸፍልዎ መስዋእቲ ርኣዩ ርኣዮ እሞ እዚ ታይ ነዛ ቆልዓ እንዲም ይስእልዋ ዘለዉ እሺ ሕጂ ራይዎ ንሳ ትፃወት ኣላ ምስቲ ታይ ገይሩ ኣሎ ባምቡላ ምሽ ተኸዲኑ በቃ ምስኡ ትፃወት ኣላ ካሜራማን ድማ ስርሖም ይሰርሑ እዚ ኩሉ መስዋእቲ ደቂስ ብታሕተካ መታ ቴንሽን ኮይንዋ ናብኡ ክትጥምት ክትስሕቅ ክትዘናጋዕ መዓልቲ ልደታ ኣይ ቲንክ

ሬስቶራንት ሄር ዝበሃል እስቶላ ካይቶ ካይትቀርቦ ኡስ ጌና ጌና ንዓ ወዲ ሾርሙጣ ጋሕባ ደም ሰብ ትበልዕ ጌና ንዓ ጌና ጌና ንዓኻ ጌና ጌና ጌና ንዓኻ ጌና ኣበይ ኣለኹ
እሺ ሕጂ ንመን ክዛረብ መስለኩም ኣነ ሕጂ ሰብ ኣቐይምዎ ኣሎ ከቐይሞ ኣይነበሮን ኮይኑ ሕጂ ኣብዚ መን እዩ እቲ ሰነፍ እዚ ዝበኪ ዘሎ ወዲ እዩ ንዓይ ሰነፍ ምክንያቱ ምንም ዘይትጥቀመሉ ወይ ምንም ረብሓ ክትረክበሉ ዘይትኽእል ዕንኩሊል ትብል ተሊኻ ብ እንታይ እዩ ጥቕሙ ሕጂ ስበ ስለ ዝበኸየ ጥራሕ ዝኾነ ይኹን ሰብ መፅኡ ኣብ ሂወቱ ዋጋ ይውስኸሉን ዋጋ ትውስኸሉ ትኽእል እታ ዝበኸየላ ዘሎ ታይም እታ ዝበኸየላ ዘሎ ሰዓት ሰሪሕላ ጥራሕ እዩ ክልወጥ ዝኽእልና ፕሊስ በጃኹም ብተለምዶ ብናትና ባህሊ ወይ ኣብ ናትና መንነት ኣብ ትግርኛ ዝዓበናዮ ደቂ ኣንስትዮ ካብ ወዲ ትሕት ገይረን ይሰኣላ እሞ ይዓብያ ብከምኡ ኣብ ገዛ እንታይ የጋጥመን ትፈልጡ ኢኹም ኣትሊስት ንሳተን እንተነበዓ መማረፂ ሒዞና ብዙሕ ሰብ ዳውን ስለ ዝገብረን ኣትሊስት ክትርደለን ትፍትን ወዲ ኮይኑ ክበኪ ግን ኔቨር ግን ኣነ ወዲ እንዳበኸ ኣይሓዝን ኣይዶኖ በቃ ክሓዝን ኣይኽእልን ብፍላይ ድማ ብፍቕሪ ብሰብ ፀሪፍዎ ሃሪምዎ ዝበኪ ወዲ ስንፍ ኢና እየ ጀስት ወዲ ክትብሎ ኣብ ዘይትፈልጠሉ ኩነታት በጺሓ ከም ዝነበረት ናይ ድንጋጸ ተበጊሱ ሓሚማ ወዲቓ እውን ኣብ ዘይትፈልጠሉ ኩነታት በጺሓ ከም ዝነበረት ናይ ቐረባ ቤተሰብን ኣዝማዳትን ሓበሬታ ዘውጽእዎ እንትኸውን ነገር ግን እቲ ሎሚ ዝስማዕ ዘሎ ስነጥበባዊት ፌቨን ሳህለ ዓርሳ ኣጥፊኣ ዝብል ሓበሬታ ግን ካብ ሓቂ ዝርሓቐ እዩ። እዛ ሰብ እዚኣ ውንኣ ስሒታ ካብ እቲ ቅትለት ወዳ ድሕሪ ምስማዕ ውንኣ ስሒታ ከም ዘላ ዝኾነን ዘይኾነን ትዛረብ ከም ዘላ ደኣ እምበር ዓርሳ ከም ዘየጥፈእት እዩ ሓበሬታ እናበጽሐ ዘሎ ብሓፈሻ ብሂወት ከም ዘላ እዩ ሓበሬታ እናበጽሐና ዝርከብ ማለት እዩ ክቡራት ሰማዕትና ካብዚ ፍልይ ዝበለ ሓበሬታ ግን ማለት እውን ወላዲ እቲ ወዲ ዓሰርተ ሰለስተ ዓመት ዓርሱ ኣጥፊኡ ዝበሃል ዘሎ፣ ኣብዚ ሐዚ እዋን ድማ ንስነጥበባዊ መደሻ እናተጠርጠረ ዘሎ ማለት እውን ወላዲ እቲ ቅድሚ ሐዚ ኣፍቃሪኣ ዝነበረ ቅድሚ ምስ ሞደሻ ምርኻባ ንሱ እውን ዘውፅኦ ቃል ኣሎ ማለት እዩ። ስነጥበባዊ መደሻ ክጥርጠር ዝገበረ እውን እቲ ናይ ቐደም ኣፍቃሪኣ ምዃኑ ሎሚ እናተቓልዐ ይርከብ። ኣብዚ ሕዚ እዋን ድማ በቲ ዘለዎ ጥርጣረ ክሴታ ኣብ ልዕሊ ስነ-ጥበባዊ ማዳሻ መስሪቱ እናተብሃለ እዩ። ንሳ እውን ቅድሚ ሓደ መዓልቲ ናብ ናይ ሕጊ ኣካላት ኣምሪሓ ከም ዝነበረት ዝፍለጥ እዩ። ነገር ግን በቶም ቀረባ ኣዝማዳትን እዚ ስብኣይ ወድኺ እዩ ማለት እውን ስነ-ጥበባዊት ፌቨን ሳህለ ካብቲ ዝሓለፈ ወዲ ዓሰርተ ሰለስተ ዓመት ደኣ ትውለድ እምበር ምስ ሞደሻ ድሕሪ ምርኻብ እውን ሓደ ወዲ ሰለስተ ዓመት ውላድ ከም ዘለዋ እዩ እናተነገረ ዘሎ እምበኣርከስ ናብ ሕጊ ኣም ዘምርሐትሉን ማለት እውን ቀታሊ ወደይ ይፃረየለይ እቲ ዝጥርጠር ዘሎ እውን ናብ ሕጊ ቀሪቡ ቃል ይሃበለይ ዝብል ሓሳብ ሒዛ ናብቶም ናይ ሕጊ ኣካላት ክተምርሕ ኣብ ዝሓሰበትሉ እዋን በቶም ቀረባ ኣዝማዳትን ማለት እውን ንበዓል ገዛኺ ክትጥርጥሪ የብልኺ ክልተ ኪሳራ እዩ ወድኺ
ማርከስ ክብራት ተኸታተልቲ ከም ዝሰማዕኩምዎ እዩ ጉዳይ ፌቨን እውን ኣብ ከቢድ ኩነታት ከም ዘላ እዚ ሓውና እዚ ኣብ ናቱ ማሕበራዊ ሚድያ ዘርጊሕዎ ይርከብ ማለት እዩ። ማርከስ ክብራት ተኸታተልቲ ሎሚ ዝነበረኒ መደብ ኣነ ዝወድእ ኣለኹ እስካብ ሕጂ ዝተኸታተልኩም እንዳመስገንኹ ኣብዚ ክፍለየኩም ስስና ይኹሉ ንዓኹም።